ሻሎም ሻሎም ክቡራት ተኸታተልቲ ከመይ ጽኒሕኩም ከመይ ኣለኹም በዚ ኣብ ኪሰን ዝተኻየደ ኩነታት ብዙሓት ሰባት ርእይቶኹም ሰሚዐዮ ነይረ ኣብቲ ኮመንት ዝጸሓፍኩሞ ማለት እዩ ንሕጂ ሒዘልኩም መጽዮ ዘለኹ ገለገለ ካብቲ ኣብ ጊሰን ክካየድ ከሎ ካብ እቶም ኣብቲ ፈስቲቫል ዝተሳተፉ ዝነበረ ሕቶን መልስን ካብ ዝረኸብክዎ ቪድዮታት ሓንቲ ከምጽኣልኩም እየ ናይዛ ቪድዮ ኣገዳስነት እቲ ሰብ ርእይትኡ ክምልስ ሓሳቡ ክህብ ካብ ብእምኒ ብደንጎላን ትካትዑኒ ንዓይ ብሕቶ ብርእይቶ ልክዕ ከምቲ ኣነ ሓሳብ ዝገጥመኩም ዘለኹ ብሓሳብ ግጠሙኒ ክብል ከሎ ስለ ደሰማዕክዎ እስከ ነዚኣ ከመይ ርእይቶኹም ትርእይዋ ኢለ እየ ኣቕሪበያ ደቂ ኤረይ ክልተ ገጻት እየ ከቕርበልኩም ሓደ እቲ ካብ እቲ ፈስቲቫል ዝተሳተፉ ሰባት ዝነበረ ርእይቶ እቲ ካልኣይ ከኣ ሓደ ካብቶም ነቲ ፈስቲቫላት ዝቃወሙ ዝነበሩ ዝነበረ ርእይቶን ከምኡውን ናይ ሓሳብ ፍልልይ ከቕርበልኩም ስለ ዘለኹ'የ። ደቂ ኤረይ ሓቢርና እንከታተል እቲ ቀ መደባት ካብን ናብን ኣኣስዒበ'የ ከቕርበልኩም ናብቲ መደብ ከብለኩም።
ኣብዚ ቆልዑን ደቂ ኣንስትዮን እየን ዝመጻ ጸገም ዝበሃል የለን ሰብ ሰላማዊ ሰልፊ ከካይድ ተደልዩ ከኣ ሽግር የለን ብእምኒ ክደራበዩ ግን ጽቡቅ ኣይኮነን ብዙሓት መካይን ኣብዚ ዓንየን ኣለዋ ቆልዓ ሰበይቲ ብእምኒ ምህራም እዚ ኣይርደኣንን እዩ ጋዜጠኛ እቲ ሕርቃኖም ከ ትርደኣሎም ዶ? ብፍጹም ንሕርቃን ዝዕድም ነገር የለን ኣብዚ ተኣኪብና ዘለና ባህልና ከነኽብር ጥራሕ ኢና ሓታቲ ኣነ ክሓቶም ከለኹ ግን ኣሕዋቶም ኣብ ኲናት ከም ዝሰኣኑ እዮም ነጊሮምኒ ኢሉ እናቐጸለ መላሳይ ኩልፍ ኣቢሉ ኣብ ኣፍጋኒስታን ወላ ኣብ ዒራቕ ከማን ሰባት መቕርቦም ይመትዎም እዮም ግን ናብ ደቂ ዓዶም መጥቃዕቲ ኣይፍንዉን እዮም ጋዜጠኛ፣ ስለምንታይ ኢኹም ኣብ ኤርትራ ኩሉ ጽቡቕ ኣሎ ትብሉ? ኢሉ ምስ ሓተተ፣ ኣበየነይቲ ኣፍሪቃዊት ሃገር ወይ ኣብ ሳልሳይ ዓለም ዝበሃል ሃገር እዩ ጸገም ዘየለ? ኣብ ኩሉ ጸገም ኣሎ። ስለዚ ኩልና እዞም ሳልሳይ ዓለም ሃገራት ኣብዚ እምኒ ክንድርቢ ኣለና ማለት ድዩ? እዚ ዕብዳን እዩ። ናብራ ኣብ ቀዳማይ ዓለም እዩ ጥዑም። ኣብዚ ዕቝባ ሓቲትና ንነብር ክሳብ ዝሃለና እምኒ ክንድርቢ የብልናን። ጋዜጠኛ፣ ንስኹም ንሓደ ውልቀ መላኺ ዲኹም ተብዕሉ ዘለኹም? ኣብዚ ናይ ውልቀ መላኺ በዓል ኣይነብዕልን ኢና። ቆልዓ ሰበይቲ እዮም ዝመጹ። ወላ ሓደ ካብ ኤምባሲ ወይ ካብ ናይ መንግስቲ ሰብ ኣብዚ የለን? ይሃሉ እንታይ ጸገም ኣለዎ? ኣብዚ ባህልና ከነኽብር ኢና መጺእና ዘለና። ሰላሳ ዓመታት ኢና ብኸምዚ ጸምቢልና። ሕጂ ብእምኒ ደው ከብሉና ንሕና ከኣ ብኸምኡ ንምልሰሎም። ጋዘጠኛ ዝሓለፈ ዓመት ኩናት ነይሩ ሕጂ ውን ደበና ኩናት ኣሎ ይመስል ኢሉ ምስ ሓተተ ኩናት የለን ካበይ ኢኻ ረኺብካዮ እዚ ሓበሬታ ኣይፈልጥን ሕራይ ንኢሳያስ ግን ተብዕሉሉ ኢኹም ኣብ ጀርመን እሞ ንዝኾነ ሰብ ከተብዕለሉ መሰል ኣሎ እንድዩ ኩልኩል ድዩ ንዝደለኻዮ ሰብ ምኽባር ንስኻ ንኢሳያስ ከም ውልቀ መላኺ ኢኻ ትሓስቦ ማለት ብዓይንኻ ስለዚ ካልእ ሰብ ንውልቀ መላኺ ከኽብር እየ እንተበለ ኣበይ እቲ ጸገም? ነዚ ንምምካት ሓሳብ ሒዝካ ምጻን እምበር እምኒ ሒዝካ ኣይትምጻእ። ኣብዚ ክንደይ መካይን ተሰባቢረናን ኣለዋ ክትርኢ ትደሊ ዶ? ክትስእሎ ትደሊ? እዚኦም እኮ ዓሰርተ ሚእታዊት ኣይኮኑን እዮም። እዞም ዝተረፍና ከነጥቅዖም እንተ ንለዓል እንታይ ክፍጠር ከም ዝኽእል ትግምት ዶ?

ሪኢቶ ከኣ ንስማዕ ናብኡ ከብለኩም። ሰላም ዝዓበኹም ዝነኣስኩም ኤርትራውያን እዚ ኣብ ጊሰን ዝግበር ዘሎ ፊስቲቫል ዳንኬራ መጉራዕ እዚ ካብቶም ቅንጣብ ትኹን ሰብኣውነት ዘይብሎም ዋላ ውን ዋላ ሓደ ሰብ ዘይፈልጦም ባራዩ እዚኣቶም ሕልና ዘይብሎም በቃ ኣዝዮም ካብቲ ናይ ሰብ ናብ ናይ ኣራዊት ዝተቀየሩ ኣራዊት እዮም። እዚ ፊስቲቫል እዚ በሽሓት ክሳብ ኣርባዕተ ሽሕ ዝኾኑ ፖሊስ፣ ሆሊኮፕተራት ከምኡውን ማይ ዝነጽጋ ቢምቦሪ ካልእ ካልእ ተሓሊኻ ምስዕሳዕ ምናልባት ሕጂ ጽቡቕ ሳዕሲዕና ራብዓይ ግንባር ዶ ሓምሻይ ግንባር ዶ ኢልኩም በቲ ወተሃደራዊ ዝኾነ ርእስኹም ብኡ ክትዛረቡ ትኽእሉ ኢኹም ግን ጽባሕ ንግሆ ጊሰን ዓባይ መምህር እያ ንኤሮጳ ንኤሮጳ ዓባይ መምህር እያ ምክንያቱ እዚ ኩሉ ወጺ ዘሎ ወጻኢታት መንግስቲ ጀርመን ነቲ ብዘይከውን ብናይ ሓሶት ብጠበቓን ቤት ፍርድን ብርጌድ ንሓመዱ ብኹሉ ሸነኽ ታንኪ የብሉ ባንኪ የብሉ ብርጌድ ንሓመዱ ባዕሉ ብርእሱ ዝኾነ ሰብ ጎቲቱ ዘምጾን ዘዋፍሮን ዘየለ ምረትን ስቓይን ናይ ህዝቢ ኣሚኑ ዝወፈረ መንእሰይ እዩ። እዚ መንእሰይ እዚ ኸኣ ኣብቲ ዓበይቲ መጋባእያ ናይ ጊሰንን ናይ ናይ ከለንን ካስልን ጠጠው ኢሉ ምስቲ ሽፍታ ዝኾነ ስርዓት ተሟጊቱ በቲ ሕጊ ናይ ጀርመን ዘፍቅዶ መሰረት ነታ ሕጊ ክቕይርዋ ስለ ዘይክእሉ ንዓና ክብሉ ክቕይርዋ ስለ ዘይክእሉ ኣፍቂዶምሎም ግን ዋላ እንተፈቒድዎም ከለውን እዚ ኩሉ ጸቕጢ ኣብ ዓለም ኣብ ካልእ ዓለም ተራእዩ ዘይፈልጥ ዕብዳን ናይ ህግደፍ እዚ ኩሎም ወተሃደራትን ሆሊኮፕተራትን ድሮናትን ጌርካ ነዚ መንእሰይ ጠጠው ምባል እቲ ዋጋ ጀርመን ባዕሎም እንዲም ዝኸፍልዎ ኣብኡ ብዙሕ ኣይዛረብን እየ እንተ እዞም ባራዩ ግን ምናልባት ሕጂ ዝተዓወቱ ኮይኑ ይመስሎም ኣሎ ኣብዛ ስራሕ እዚኣ ወይ ከኣ ኣብዛ ሕጂ ትግበር ዘላ ናይ ጊሰን ሚእቲ ብሚእቲ ዝተዓወተ ብርጌድ ንሓመዱ እዩ። ምኽንያቱ ንሶም ቴረሪስት እዩ፣ ከራሩ ኣለዎ፣ ሸዋጉጥ ኣለዎም፣ ዶናጉላ ክድርብዩ'ዮም፣ ክቐትሉና እዮም፣ ደቅና ኢና ሒዝና ንመጽእ፣ ቆልዑና ቆልዑት ኢና ብቅድሚት ንገብር ኣዴታት ኢና ብቅድሚት ንገብር ኢሎም ነቲ ኣረሜናዊ ዝኾነ ዲክታተራዊ ስርዓት ከሞግሱ እሞ ከኣ ዘይፈልጠሎም ኣይፈልጦምን እዩ ዘይፈልጠሎም ክንሱ ኣብ ከምዚ ዓይነት ደረጃ ምውዳቖም ናይ ሕስረት ሕስረት እዩ ኣዝዮም ሕሱራት እዮም ነዚ መንእሰይ ኣይምጥንዎን እዮም ግን ክግበር ስለ ዘለዎ ብትብዓትን ብሞራልን ብኹሉ ዘለዎ ዓቕሚ ግደፍ ጊሰን ኣይኮነን ምልእቲ ጀርመን ጥራሕ ዘይኮነ ምሉእ ኤሮጳ ይዛረበሉ ኣሎ ተተቐባቢሉ። ስለዚ ጽባሕ ንግሆ እዚ ዓቢ ዓወት እዩ ንብርጌድ ንሓመዱ። ብዙሕ ክብሉ ክእሉ እዮም፣ ብዙሕ ክፍክሩ ክእሉ እዮም። ምክንያቱ ፈኸራን ጃህራን ኣመሎም እዩ። ሓሶት ከኣ ሓሶት ኣብ ዓለም ዘየለ ሓሶት ድሕሱ ተኾይኑ